ክንደይ ግዜ ኣብ ገዛ ተዓፂስ ክንደይ ግዜ ነብሲ ቀጥፍ ፈቲነ ክንደይ ግዜ ሕክምና ኣትየ ኣለኹ። እዚ ግን ዝርደለይ ሰብ የለን።
ንጀማል ተፍቅርዮ ዲኺ ሓቂ ተዛረቢ። ስለ ዘፍቅራ እያ ኣነይ ዘፍቅር ከምዚ ይገብር ሙስተሒል ኖ ኖ ኣነ ይቅበልን ኣነ ኣይቅበልን ዘፍቅር ቪድዮ ከምዚ ኣይሕዝን ዘፍቅር ይከናኸን እሳ ኣላው ንስኺ እምንቲ ኢኺ ንስኺ ጽንዓት እምንቲ ኢኺ እምንቲ ኣሚንኪ ኩሉ ነገር ምስኡ ጌርኪ ከማኺ እምንቲ ኣሚንክዮ ከም ነፍስኺ ርኢኽዮ ምስኡ ድላይ ኩሉ ሰብ ክነግረኪ ካባይ ጀሚርኪ ኩላ ሰብ ከምኡ እያ ትገብር ብከምኡ ኢና ንናበር ኣንስቲ የብልናን ብከምኡ ኢና ንናበር። ሕጂ ስትረስ ክሕዘኪ ክትሕነቂ ገለ የብልክን ንመን ክሕሾ ኩላና ከምኡ ኢና ንብለኪ ኣላና ናትና መዓት መዓት መዓት መከራ ናትና ዝከፍእ ብ ዓበይትና ንገብር ኢና ኣትሊስት ናው ስለዚ ጽንዓት ግበሪ ኣይትፍርሒ ኩሉ ኩሉ ኩሉ ሰብ ይገብሮ እዩ እዚኣ ሓንቲ ቦይንት ሓዝያ። ዓበይቲ ገድፍ ኣረግቶት ኣለዉ ጨጉሪ ሸውዓቱ ጨጉሪ ዘብቆሉ እሶም ከኣ እሞ እሶም እዮም ንዓና ምሂሮምና ንሕና ከኣ ንዓኹም ምሂርናኩም እሶም ከኣ ብዙሕ ንኣሽቱ ዘለዉ ብሕጂ ትምህሩ ኣብ ከብዲ ድዩ ዘለዉን ከምኡ እናተማህረ እዩ ዝዓቢ እታ ትምህርትና እታ ንኽእላ እዚኣ እቲ ጸገም ግን እንታይ ኣለዎ ምስጢር ክዕቀብ ኣለዎ ምስጢር ሕጂ ሓደ ሰብ ምስ ዓርኩ ሎሚ ከምኡ ጌሩ ምስ ሰበይቱ ውን ከምኡ ከዕልል እዩ ማለት እዩ ሰበይቱ ውን ክስእላ ማለት እዩ ኖርማል ሰበይቱስ ክስእላ ስኢሉ ከፈራርሓ እዩ ሓንቲ መዓልቲ እንድሕር ተባኢሶምስ ከፈራርሓ ማለት እዩ ሰበይቱ ሃብታም እንተኾይና ገዛውቲ እንተለዋ መሬት እንተለዋ መኪና እንተለዋ ስኢሉ ሰበይቲ እየ ዝብለኪ ስኢሉ ከፈራርሓ ይኽእል እዩ ምክንያቱ ፍቅሪ ይኮነን እዚ እዚ ረብሓ እዩ ዝበሃል ረብሓ መን ይፈልጥ ጨካን ኣብ ሊብያ ኮፍ ኢሉ ኣሎ ወይ ገንዘብ ስደዲ ካብ ፍቅሪ ትሰደላ እስኻስ ገንዘብ የድልያ እስኻሲ ዜጋ እንታይ እንታይ ክገብረልካ እዩ እስኻስ ንከብድኻ ዘይረኸብካዮ ኣብ ኣብ ሊብያሲ መከራ ትርኢ ዘለኻሲ እዝግዮ ኢልካሲ ብዛዕባ ኣምላኽካ ዘይትገብር እስኻስ ምጥሪ ወዲ ምጥሪ እንታይ ክገብረልካ እዩ ንዓና ከማን ጥምዑም እንዳበላዕና ሴጋ ገዲፍናዮ ስለዚሲ ሓፍተይ ጽንዓት ብጣዕሚ ጅግና ኢኺ እዚ ፍቅሪ ኣይኮነን ፍቅሪ ይኮነ ዋላ ጽልኢ ይኮነ እዚ ዋላ ሓንቲ ይኮነን እዚ እዚ በቃ ከመይ ገይሩ ኣሜሪካ ከመይ ገይሩ እሮባ ይኣቱ ሓሙሽተ ሽሕ ስደዲ ዓሰርተ ሽሕ ሰድያ ነይራ እታ ቀንዲ ይሓቢ እዩ ዘሎ እምበር እሳ እታ ስራሕ ሓወይ ይኩን መንደፍ ኩን ጉዳይ ኣይኮነን ኣነ እቲ ሓቂ እያ ውሽጠይ ዝኣምናላ እየ ዝዛረብ ስለ ጽንዓት ሓፍተይ ንስኺ በቃ መምህር ኢኺ እምንቲ ሰብ ኢኺ ኣሚንኪ ኩሉ ነገር ገይርኪ ምስኡ ከምኡ መዓት ኣለዋ ኣሚነን ዝገብራ ዘብላ ኣሕዋ ኩለን እዚ ኣብዚ ዝስሕቅ ዘሎ ኩሉ ከምኡ ብሴጋ ዝሓቀቀ ሰብ እዩ ብፍላይ ኣብ ጀርመን ዘለዉ ካብ ሰበይቲ ይሕሸኩም ዶ ሴጋ እንተልካዮም ሴጋ ይመርጹ ኣነይ ክነግረኪ ስለዚ ሓንቲ ሕማቅ ኣይገበርክን ሕማቅ ኣይገበርክን ኣነይ እመንኒ እየ ዝብለኪ ነብስኪ ንምንታይ ትሓንቂ ከምኡውን ክትሓስቢ የብልክን ንዓኺን ንዕኡን ግን ተጻወትኩም ሓደ እቲ ወዲ ጀጋኑ ዝበሃል ሚት ግበር እቲ ወዲ ጀጋኑ እቲ ወዲ ጀጋኑ ዝብሃል ንብሎት ንዓኺ ሓፍቱ ተትኾንስ ብውሽጢ ንኽልቴኩም ምዓረቀኩም ናይ ብሓቂ ሓፍቱ ተትኾኒ ከምቲ ዝፍክሮ ምሳይ መጺኡ ክዛረብ ዓቅሚ የብሉን ያ ንዓይ ወዲ ጀጋኑ ብጣዕሚ ሓጊዝኒ ተረዲኻኒ እዚ ህዝቢ እዩ ከምዚ ምሸለካ የዋርደኒ ሲሉ ዝጸርፈኒ ገለ ዘሎ እዚ ህዝቢ እምበር ተረዲኻኒ ወዲ ጀጋኑ ሓፍተ ኢሉ ሕማቅ ኣለኹ ክመውት ደልየ ምስ በልኩዎ ወዲ ጀጋኑ እቲ ዓቅሙ ገይርለይ ተረዲኻኒ ኣነ ግን ሕጂ ጨኒቕኒ ዘሎ በቃ እዛ ጉዳይ ክትዕፀወለ እየ ዝደሊ በቃ ንወዲ ጀጋኑ ኣይተልዕልዎ እዚ ገዛ
ኣኪ ፅቡቅ ይሓስብ እንተዝኸውን ብውሽጢ ምገበሮ ነይሩ ንምንታይ ዘርዚንቶ ክሳብ ሕማቅ ትሓስቢ ኣለኺ ጉርሒ
ሓሪቆም ብውሽጦም ተሰሚዕዎም እዮም ይፀርፍኹ ነይሮም እምበር ብሓቂ ይፈትውኪ ሰባት ከኣ እንተደሊኺ እቶም ዝጸርፉኺ ዝነበሩ ሰባት እዮም ብፍቅሪ ዝኣክል ብሓርቅርቆት ዝኣክል እዮም ጸሪፎምኪ እቲኦም ለመም ኢሎም ዝስርሖም ሰርሑ ከም በዓል ወዲ ጀጋኑ ፈተውቲ ተመሲሎም ኣንቆርቲ እሶም እዮም እቶም ሓደገኛታት እቶም ዝጸርፉኪ ኣሕዋትኪ ዝፈትውኪ ሰባት እዮም እቶም ዋጋ ዝኸፍሉልኪ ናይ ብሓቂ ንሶም እዮም እስኺ ግን ኣዋሪዶምኒ ኣዋሪዶምኒ ኣነይሲ እንተተጋግየ ሚት ግበርያ ጽንዓት ሓፍተይ

የቀንየለይ ኣነይ ካኣ ይቅራታ ክሓተኪ ንስካ ካኣኒ ጫካን ሓወይ ከምኡ ይትግበር ክልቴኩም ኣሕዋት ኢኩም ግን ብሎክ ጌርኪዮ ኣለኩ ፍትሕዮ ብተሌፎን ሃለው ጥራይ በልዮ ካልእ ኣይትቅረቡ ጠልቀምቀምቀም ኣይትበሉ ዓቅሚ እንድሕር ዘይትኮኑ ኮይንኩም እታ ጉዳይ ጠልቀምቀም ኣይትበሉ በቃ እዚኣ ክብለኪ ይደሊ ፅንዓት ሓፍተይ ንዓይ ይቅረ ኢልክለይ ኢኪ ዋላ ከመይ ዋላ ጌና ክነቃባጥር። በልካኒ ይቅረታ ኢለኪ ብለኪ እቲ ንዓይ እንድሕር ተንኪፈኪ ኣነ ቃላት ብዙሕ ተዋጋኢ ቃላት ንቆልዑት ኣይሀርምን እየ። በቃ ከምዚ ዝበለኪ እዩ ኩሉ ነገር በቃ ይቅርታ ይብለኪ ኣሎ ይቅረ ክብለኪ ኣሎ። ብኣይ ከምዘይገበርኩ ትዛረብ።
ያእ ሕማቅ ከምዘይገበርኪ ንስኺ ሕማቅ ኣይገበርክን ኩሉ እቲ ጌጋ ናትና እዩ ናተይን ናይዚ ህዝብን ድዩ ንስኺ ናጻ ሰብ ኢኺ ንስኺ ጻዕዳ ወረቀት ኢኺ ከምቲ ተከዲንክዮ ዘለኺ ጻዕዳ ቁም ኢኺ ንስኺ ዋላ ሓንቲ ጌጋ የብልክን ኣነ ብዓሰርተ ኢድ ይፍርመልኪ ኣነ ከኣ እብለኪ ኣለኹ እንተደሊኺ ኣነ የፍቅረኪ እንዴ ክምርዓወኪ ይኽእል እየ ኣነ ቅድሚ እዚ ህዝቢ ኩሉ እብለኪ ኣለኹ ይምርዓወኪ እየ ጉዳይ ኣይኮነን ን ኣይከውንን ንስኺ ሓወይ ኢኻ እንተልክኒ በቲ ንስኺ ደስ ዝበለኪ መንገዲ ክኸይድ ድሉው እየ። ለክሎ ኣነ ዋላ ፅባሕ ቃል ኪዳን እገብረልኪ ንዓኺ ኣበይ ረኺበኪ ያኸ እስኺ እስኺ እስኽስ ሓለዋት ኣበይ ረኺበኪ እስኺ የነ ጣፋጭ ወላሂ የነ ወለላ ኩሉ ኩሉ ናይ እስኺ ንዓኺ ይበኪ ኣለኹ ሕጂስ ንዓኺ ረኺበ ኣነ እየ ኡቅስም ብላ ያኸ ካበይ ካባኺ ዝወልደ ውላድ ኡቅስም ብላ ያኸ ኡቅስም ብላ ዓላ ጡል እያ ጀነት ላትና ዓላ ጡል መንግስተ ሰማይ ዝእትወና ስለዚ ንዓኺ ብለኪ ኣለኹ ኡቅስም ብላ እስኺ ሕርትይኺ እስኺ ንግስቲ ክብለኪ ኣለኹ ወይ ከዓ ኣብ እግርኺ ወዲቐ ይሳለም ክብለኪ ኣለኹ። ምኽንያቱ ንግስቲ ስለ ዝኾንኪ ኣነ ንጉስ እንድየ ንጉስ ከዓ ንንግስቱ ጥራሕ እዩ ዝምርፅ ንዓኺ ጥራሕ ኣይምርፅን ንዘላለም ንስኺ በቃ ምሰይ ክትነብሪ እንተደሊኺ እወ ኣነይ እንተትምርዓው ሪኢኺ ምሽ ግደፍ። ትግረን ትግርኛን ብቀደም ከምኡ ኢና ንመራዖ ኢና እኮ ትፈልጡ እንዲኹም ትግረን ትግርኛ ሲ ንመራዖ ኢና ስለዚ ክልተ ዓብ ሕብረተሰብ እቲ ዝዓበየ ዓዲ ብኮይድና ዓብ ዳስ ጌርና ነመርዕወኩም ኢና እንሻላ እስኹም እሳብ ሃይማኖታ እስኻብ ሃይማኖትካ ተኸባቢርኩም ትኸዱ ክልተ ቆልዑት ተወሊድኩም ሓደ ኦርቶዶክስ ይኸውን እቲ ሓደ ኣስላማይ ይኸውን

ፅናሕ ንሕና ትግረ ዝሕሱ የብልና ንስካ ሕጂ ናይ እዚኣ ሊብያ ክተውፀኣካ ሓሙሽተ ሽሕ ከፊለ ድያ ሽዱሽተ ሽሕ እሮባ ክተእትወካ ንዓ ዲካ ተፍቅራ ዘለካ ወላ ናይ ብሓቂ ተመርዕካ ኣበባ ኣብ ሊብያ መፅኣትካ ተመርዕካ ናይ ብሓቂ ምስኣ ክትነብር ኢካ እስኪ ኣብዚኣ እንተዘይኮይኑ ክነዋርደካ ክሳብ ሙሉእ ዓለም ምሉእ ክሳብ ምጾት ዓለም ክነዋርደካ ክንነብር ኢና ንዓ ጓና ይንበካ እና ማለት እዩ ስለዚ እዚኣ ሓቅነት ተዛረብ።
ኣነ እብለካ ኣለኹ ክሳደይ ንካራ ንይሕሱ ኣንይሕሱ በቃ እዚኣስ ጎሮሮይ ትትፈተኽ ኣይሕሱን እየን ወላሂ እብለካ ኣለኹ ኣነ እዚኣ ናይ ባሕሪ ተረዲእካ ኣሎ ባዕለይ ጃሂዝ ዘላ ተዳልያ ኣላ ሕጂ ኣነ ሎሚ ጽባሕ እብላ ኣለኹ ባሕሪ ክኸይድ እየ ኣነ

ትቅበልዮ ዲኺ ከም ሰብኣይኪ ንጀማል ተፍቅርዮ ዲኺ ሓቂ ተዛረቢ ትፈትውዮ ዲኺ። ወዲ ሓጂ ስምዓኒ እሞ። ኣነ ገር ስለዝኮንኩ ገር ስለዝኮ እቲ ግርህነተይ ዝኮነ ሰብ ክፃወተኒ ኣይደልን ተረዲኻኒ ንሱ ይዕብልለኒ ኣሎ እዚ ህዝቢ ይዕብለልን ብኮመንትኩም ዝኮነ እዚ ሰብዚ እዚ ህዝቢ ይዕብልለኒ ኣሎ ሓቂ ይፀርፈኒ የዋርደኒ ኣሎ ትማሊኹም ሎሚ ማለት እዩ እዚ እውን ስርሑ እውን ይሰርሕ ኣሎ ጅሚ ተረዲኻኒ ኣነ ካልኣይ ግዜ ክጋገ ኣይደልኒ ምስ ጅሚ ኣነ ዝኮነ ርክብ ክህልወኒ ኣይደልኒ ተረዲኻኒ ጥራይ ወል ሓንቲ ከምዚ ዝሕዝለይ ከምዘ የለ ተረዲኻኒ ወል ሓንቲ ነገር ድሕሪ ጂ ከየፈራርሐኒ ድሕሪ ጂ ዝኾን ነገር ልቢ ውሽጢ ንኸይፅሕፈለይ በቃ እዚ ክገብረለይ ኣነ ናብዚ ህዝቢ መፅ እምበር ኣነ ምስ ጅሚ ፍቕሪ ክቅፅል ወይ የፍቅሮ ኮይነ ወይ ሓዳር ክገብር ምስ ደለ ኣይኮንኩን ኣነ ዓሻ ኣይኮንኩን ተረዲኻኒ ኣነ ሓጉዙ ንዝበልኩኹም እዚ ሰብ እዚ ንክፈራርሕ ኤርትራዊ ስለዝኾነ እሺ ኣነ ሓፍተይ ፖስታ ይብለኪ ነ ንክብለኒ ደኣ እምበር እዚ ንካልእ ነገር ኣይኮነን ኣነ ሓደር ክገብር ምስ ደለይ ኮንኩን ስለዚ በቃ ድሕሪ ጂ ከየፈራርሐኒ ብውሽጢ ከይፅሕፈለይ ንዓይ ዝኾነ ነገር ኢሉ ናተይ ስመይ ከየልዕለኒ ማለት እዩ ተረዲኻኒ እቲ ህዝቢ ንዓይ ከም እንታይ በቃ ከም ኣመንዝራ ከምታ ብሰንክካ እንድጅምር ድሓን እዚ ኮይኑ ፀገም የለን ግን እዚኣ ወድዕለይ ቲክቶክ ክጎርፈ ደለሉ ከዓኒ ዘዋርደኪ ሓደ ረሳሕ ጥራይ እዩ ክከውን ዘዋርደኪ ሰብ የለን ረዲኡኪ ብዛዕባ እዚ ኣብ ሚድያ ዓቀይ ትሓይሽ ንስኪ ንእሽተይ ኢኪ ብዕድመ ከምዚ ክትዛረብኒ ውን ኣይተጸበኩን ነይረ ምክንያቱ ብክያት ገለመለ ክስዕረኪ ይክእል እዩ ካልኦት ዓበይቲ ከማን ኣይክእልዎን ሓቂ ኣነ ምዝራብ ክነግረኪ ዓበይቲ ከማን ኣይክእልዎን እዚ ኣብ ልዕሌኪ ዝተገብረ ሓቂ ትሓይሽ ዋላ ንሱ ውን ግዳ እዩ ከማኪ ንስኻ ኣብዚ ጸገም ስለ ዘላ ብጣዕሚ ኣቢላ ስለ ዘላ ርሕቅ ተበልካላ ኣመራ ርሕቅ ተበልካላስ ጽቡቅ እዩ ካብቲ ኣይትጽሓፋላ ዝኾነ ነገር ንስኺ ውን ካብ ብሎክ ኣውጽዮ ኣይጽሕፈልክን ንሱ ክንደይ ሰሙን ገለ እስኪ ርሕቅ በል ካባ ኣብ ሚድያ ውን ኣይትዛረብ ጥፋእ እስኻ ውን ክልቴኹም ንቁሩብ ግዜ ካብዚ ሚድያ ጥፍኡ ኣብ ሚድያ ኣይትምጽኡ ንሰሙን ሰብሲ እቲ ኣብ ውሽጢ ዘሎ ቃንዛስ ባዕለይ ስለ ዘሕልፎ ዘለኹ ተረዲካኒ ሰብ ግን ስኒ እዝሪ ኢለ ድሓን እንዳበልኩ ድየ ወላ ምሸትካ ቪድዮ ተኸፊተ ገለሲ በቃ ክበኪ ክጭናቕ እዮም ዝደልዩኒ ተረዲኸን ብቪድዮ እንድሕር መፀ ገፅኪ በሪሁ ኣሎ ንስኺ ተተሓዘኪ ትመስልኒ ኢኺ ንስኺ ከምዚ ኮንኪ ኢኺ ኢሎም ንዓይ ከሳቕዩኒ እሞ ከዓ ተሓነቂ ክትሕነቕለኪ ንስኺ ኣነ ተቢዐ ኣነ ባይዘወይ በዚ ኤርትራ ብጣዕሚ እየ ዝተኣማመን ነረ ተረዲኸኒ ብጣዕሚ ንፈትወኪ ኢና ፅንዓት ስለ ዝብሉ ነበሩ ኣብዚ ሚድያ ተረዲኸኒ ከምዚ ገይሮም ዘጉድዕኒ ከምዚ ገይሮም ምስ ጀማል ወጊኖም ንዓይ ዳውን ዝገብሩኒ ናይ ውሽጠይ ምርዳእ ዝኣብዩኒ ኣነ ኣይመሰለንን በቃ እተን ፌሚኒዝም ገለ ዝኽተላ ኦኬ ድሓን ንሰን ዝፀለእተይ ክኾና ክእል እየን ቅድሚ ሕጂ ንስለ ኤርትራዊ ኣወዳት ስለተዛረብኩ ንሰን ኣንፃረይ ክኮይነን ድሓን በቲ ናተይ ዘረባ ክቀባበላሉ ይኽእላ እየን ንዐን ከዓ ኣይተንከፍኮንን እዚ ኣነ ኢልዮ ዘለኹ ቪዲዮታት ኣሒዝኒ ኢለ ደፊረ መፅእ ዘለኹ ንዐን ከዓ ስርሐን እዩ ነይሩ ተረዲኻኒ ከተባብዓኒ ይግበአን ነይሩ ናይ ደቂ ኣንስትዮ ስለ ዝሰርሓ ንሰን ግን ቅድሚ ሕጂ ኤርትራዊ ሓውና ከይትንክፋልና ስለ ዝበልኩን ንሰን ድሓን ይቀባበላሉ ሽግር የብሉን ንሱ ፈሪሐ እየ ከዓ ስቅ ኢለፍቲ መጀመርታ ማለት እዩ ሕጂ ግን እዚ ኤርትራዊ መንእሰይ ገለ ግድሓን እዞም ኣነ ዝጣብቀሎም ዝነበርኩ ሕጂ ብድሕርተይ ኮይኖም ክወግኡን ከሎ ግን ብጣዕሚ ተሰሚዐ ተረዲኸን ኣብዚ ሚዲያ ኣነ ብዙሕ ነገር እየ ተኣሽም ገይረን ህፃነይ ጓል ዕስራን ሓደን ዓመተይ ግን ነዚ መንእሰይ ግን ነዚ ኤርትራዊ መንእሰይ ኢልካ ነዚ ናይ ዳባት ተፀገሙ ይኹን ዝኾን ነገር ግን ኣነ ፅቡቅ እድዘረም ነረ ሰፖርት ይገብሮም ነረ ተረዲኸኒ ሕጂ ግን ንሶም ግን ግን ንኸይወፅእ ሲ ሓጉዙኒ ኢላ ሓንቲ ጥሪ ሓትዮም ኣነ ገንዘብ ኣይሓተትክዎምን ዝኾን ነገር ኣይሓተትክዎምን እንዳ ፖሊስ ከመይ ገይራ ክኸይድ ምሳይ ዝከይዱ ሲ ዝኸሰለይ ጥራይ ኢለ ተዛሪበ ተረዲኸኒ ንሶም ግን ምስኡ ኮይኖም ያ ጀማል ንፉዕ ጀማል ጅግና ጀማል ገለ ክብሉ ቀንዮም ተረዲኻኒ ጀማል የፈራርሕኒ ብውሽጢ ንሶም የፈራርሑኒ ኣብዚ ክትሕነቀለኪ ክትመትለኪ ኣነ ኣነ ከምዚ ኮንኩ ነይረ ንዓኹም ኣነ ንዓኹም ኣኪበኩም ይውዕላ ገዛይ ምሳይ ትስሕቁ ትፃወቱ ነይርኩም ናትኩም ፅቡቅ ነገር ይዛረብ ነይረ ኤርትራውያን ክትድፈሩ የብልኩም ኤርትራውያን ሕዋትታ ይብል ነይረ ንስኹም ግን ንዛ ሓንቲ ግዜ ንዛ ሓንቲ ግዜ ጥራይ ኣጆኺ ባዓልና ኣለናኪ ናብ ሕጊ ክንወስደኪ ኢና ንዚኣ ንክትብሉኒ ጥራይ ግን ኣብዚ ዘሎን ዘየለን ተረዲኹም ሕጂ ግን ሰብ እዚኣን ሂወተይ ክመርሕ ስለ ዘለኹ እቲ ሓቂ ክዛረበለ የምፅዮ ማለት እዩ ኣይንኣምነኪና ገፅኪ ሕጉስቲ ክትመስል ዘለኺ ኣነ ክንደ ግዜ በኸ ክንደ ግዜ ኣገዛ ተዓፂስ ክንደ ግዜ ነብሲ ከጥፍ ፈቲነ ክንደ ግዜ ሕክምና ኣትየ ኣለኹ እዚ ግን ዝርደለይ ሰብ የለን ስለዚ ኣነ ከ ከመሓላልፎ ዝደሊ እዘን ቪድዮ ተታሒዝክን ዘሎ ኣሕዋትና ናብ ሚድያ ገፅክን ከይትወፃ ክትመታ እንድሕር ደሊክን ብኣገርክን ምታ ተረዲኽናኒ ካብታ መሓናቕጢ ካብታ ገመድ ናይዚ ህዝቢ እዚ መልሓስ ኣይትኽእልኦን ኢኽን ኣነ ከማን ኣነ ኮይነ ኣነ ከማን ደፋር ኮይነ እምበር ንስኽን ኣይትኽእልኦን ኢኽን ምኻ ኣብ ኣፍሪቃ ኣብ ስዑዲ ዓረብ ዘለኽን ከይትወፃ ክትባታ እንድሕር ደሊኽን እንድሕር እቲ ወዲ ዘሰቃየክን እንድሕር ኮይኑ ናቱ ስቃይ ይሕሸክን በቃ እንዳተሰቃክን ነብስክን ወድኣ እንዳተሰቃክን ኣብኡ ተሓኒቅክን መታ ተረዲእና ናብዚ ሚድያ ከይትወፃ ሓግዘና ኣሕዋትና ኣሕዋት የብልናን ከምኡ ኣይትበሊ ከምኡ ኣይትበሊ ከምኡ ኣይትበሊ ከምኡ ኣይትበሊ ፅንዓት ጨካን ፅንዓት ከምኡ ኣይትበሊ ጨካን ፅንዓት ጨካን ሓወይ ሓንሳብ ድሓን ፅንዓት ና ሓሶት የብዕል ተመንን ይብለክ ደሓን ጽንሕ ደሓን ሰብ ዝበለ ይበል ንሕና ክንቀትለካ ኢና ዓሰርተ ዓመት ኢሎምና ክንሓርደካ ኢና ዓሰርተ ዓመት ኢሎምና በግና ጸሪፎምና ዓሰርተ ዓመት ንጸርፎም ነርና እስኺ ሕማቕ ኣይተዛረብክን ክሳብ ሕጂ እንታይ ትገብሪ መሲሉኪ ጽንዓት እስኺ ናይ ብሓቂ ሽም ይመርሕ ጥዋፍ የብርህ ጅግና ኢኺ ሕጂ እታ ቪድዮ ኣይወጻትን ንስኻ ጫካን ደምስሰዮ ኢሉዩ ወዲኡዩ እቲ ዕድለኛ ርብ ኣምላክ ናትኪ ናይ ግርህነትኪ ናይ ልብኪ ሪኡልኪ ኣብ ሓዊ ኣብ ትግረ ወዲቅኪ ኣብ ሓደ ኣስላማይ ወዲቅኪ እቲ ናትኪ ኣብዚ ምውዳቅኪ እምበር ኣብ ኦም ተዝወድቂ ነርኪ ቀደም ኣብ ሚድያ ምተዘርግሐ ነሩ እቲ ጽቡቅ ነገሩ ኣብ ጀማል ጀማል ከኣ ይፈትወኪ ግን ጀማል ዝበላ ዘረባ ዓቢ ነሩ ካልኦት ሰባት ከምዚ ክገብሩኪ ስለዝክእሉ ተጠንቀቂ ንክትጠንቀቅ ኢሉ ናባኪ ሰዲድዋ ሕማቅ እንተዝከውን ነይሩ ሼር ምበላ ነይሩ ወይ መፈራርሓኪ ገንዘብ ሃቢ እሱ ፍቅሪ ሃብኒ እምበር ገንዘብ ሃቢ እኮ ይበለክን ፍቅሪ ፍቅሪ ሃብኒ እዚኣ ናይ ጀማል ስለዚ ጀማል መምህር እዩ ብሓደ ወገን ስለ ተጋግዩ ከዓ የፈራርሓኪ ነይሩ ኣብቲ ፍቅሪ ፈትዩኪ ይምርዓዋ ከዓ ይብል ነይሩ ከም ሰማዕኪ ናይ ልቡ ይዛረብ ነይሩ ፅንዓት ዕድለኛ ኢኻ ዋላ ሓንቲ ነገር ዝወፀ የለን ዋላ ሓንቲ ነገር እቲ ዕድል ፅቡቕ ነገሩ ኣብ ኣስላማይ ምውዳቕ እዩ ኣብ ኣስላም ዝተመርዓዋ ኣሕዋት ብዙሓት ኣለዋና ኡፍ ኡፍ ኢሎም እዮም ዘንብርወን ዘለዉ ሓትየን ትኽእሊ ኢኺ ኣብ ትግርኛ ግን ሶሪ ከምኡ ክዛረብ ኣይደልን እየ ግን ኩላና ስለ ንፈልጦ ፅንዓት ዕድለኛ ኢኺ ኣብ ሓውኺ ትግረ ግእዝ ከማኪ ሓውኺ

ሕጂ ከማን እብል ኣለኹ ዓሰርተ ግዜ እዘን ኩለን መስሊመን ዶ እዘን ከምዚ እየን ዝብልወን ኢሉ ከማን ሸኽ እድሪስ ባዕሉ ንሓንቲ ጓል ክጎድፎ እየ ምስልምና ምስ በለቶ እዚ ኩሉ ቪድዮ ተርእኒ ነበርኪ ሸር ክገብሮ እየ ኢልዋ ሸኽ እድሪስ ማለት እዩ ነዚኦም ሲ ኣነ ሲ ወዲ ኣነ እኮ ወዲ ክርስቲያን እኮ እየ ኣነ ማዕተብ ገይረ ኣብ ኣብ ክሳደይ ሲ ክሕሱ ማዕተብ ገይረስ ኣነ ክሰግድ እሞ ስኢልኩም ኢኹም ንስኹም ኣነ ኣጋጊያነስ በቃ ኩሉ ናተይ ጌጋ እዩ ገለ ብል ፀኒሑ ሕጂ እሱ ኣብ ናታ ገዛ ኣትዩ ዋላ ኣነ ከም ሰብ ገለ ሕጂ እዚ ጉዳይ ይተዓፆ ዋላ ሰባት ኣትዮም ኣብዚ ከጋግዩካ ክእሉ ምምላስ ተመፅዩን ካልእን ካልእ ዘረባታት ክመፅእ ክእል እሳ እታ ቆልዓ ንከም ሰብ ክነግረካ ንእሽተይ ምኳና ደፊራ በቃ እቲ ዘጋጠማ ኣብዚ ምምፃኣ በቲ ሓደ ወገን ንፍዕቲ እያ ጅግና እያ ንዒ ውረዲ ንብረታ ኣይተታሓይዝዋስ ንብረታ ተታሓይዝዋሲ ድስቲ መስል ተታሓይዝዋሲ ንፍዕቲ እያ ጀጋኑ በቃ ዘን እኳ እንተን ትግርኛ በቃ ንፍዕቲ እያ ኣብዚ መፅያ ንብረታ እኳ ኣይተታሓዥዋ ንብረትክን ተታሓዥክን ብድፍረት ትብሎ ኣለኹን እዚ እኮ ንሕና ከይትመታና ከይትሕነቃና ኢልና እምበር ርስሓት እኳ እዩ ሽቃቅ እኳ እዩ ሽቃቅ እኳ እዩ እዚ ሽቃቅ ኢኻ ኣብ ፅርግያ ምሽ እዞም ፀዓዱ እንታይ ገብሩ እንድሕር ኣውደ ኣመት ድዩ ገለ ኣለዎም በዓል ድዩ ኮይኑ ሽቃቅ እዮም ኣብ ፅርግያ ዝገብሩ ሽቃቅ ጥራይ ኣብ ፅርግያ ፅንሓካ ንብረት ጓል ትግርኛ ኣብ ፅርግያ ክፀንሓካ ተታሓዡ በቃ ብድፍረት ከምዚ ኢላ ንሕና እኮ ርእስን ከይተድንና ከይተሓማና

ስለዚ ካብ ለክለኹ ከምቲ እስኺ ልክዕ ዝተዛረብክዮ ናይዚ ሾሻል ሜድያ ኣየገድሰክን እዩ ኣነ ነጊረኪ እየ የእሚነኪ እየ ክንደይ ዋርሒ ጌርና ንስኽን ጠቕላላ ከኣ ኣይ ሸር ኣይብሎን እየን ኣይበልክዎን ከኣ ንምንታይ ሸር ክብሎ እዋይ ንዓኪ ሸር ኢለኪስ ኣነ እንታይ እየ ክረብሕ ገንዘብ ደሊ ነይረ ዋይ ገንዘብ ዘይበልኩኺ ዝኾነ ሕማቅ ደሊ ነይረ ዋይ ሕማቅ ዘይበልኩኺ ስለዚ ይብለኪ ኣለኹ ኣነ ንዓኺ ብጣዕሚ እየ ዘኽብረኪ ብጣዕሚ እየ ዝፈትወኪ ልዕልኺ ዝፀርዓ ጓል ኣንስተይቲ የላን ንስኺ ክብርቲ ጓል ክቡራት ኢኺ ንስኺ ንግስቲ ኢኺ ንስኺ ብልፅቲ ሰብ ኢኺ ንስኺ መምህር ኢኺ ነዚኦም ነዚ ህዝቢ ትምህሪ ኢኺ ባዕልኺ ብኮንፊደንስ መፂኺ ኣነ ኮንፊደንስ ኣትክዳ ትገሪሙኒ ኢኺ ምን ኣላ ጓል ኣንስተይቲ ከምኡ ትገብር ግን ኣላ ጓል ኣንስተይቲ ኣብ ቶክቶክ መጽያስ ብስእላን ቪድዮን መጽያሲ ኣነ ተታሒዘ ኣለኹ ትብል ገና ሼር ከይተባህለት ኮንፊደንስ ናትኪ ጠቕላላ የለን የለን እዚ ኸኣ ንፍዓት እዩ ንፍዓት ንፍዕቲ ስለ ዝኾንኪ ተረዲክሎ ስለዚ ስኺ ግጥል ኣይበልኪ ኣይትጨነቂ እዚኦም ስኢሎም ሓሰውቲ ወዲ ሓሰውቲ እዮም